ከወፉር ታዩ ሓደ ዓይነት ዓቕን ግዝፊ ቅርጺ ኣለዎ። ግዝፍ ዝበለ ንፓፓዮ፣ ኣራንሺ፣ ዝመስል ሕብሪ ኣለዎ። ብዝሕ ዝበለን መጺጽን ክሳብ ሓምሳ ዝበጽሕ ፍረ ኣለዎ። ካካዎ ከም ምህርቲ ፈርዩ ክሳብ ዝኣቱ ብዙሕ ጉልበት ዓቕሚ ሰብ ይሓትት። ካካዎ ሕብሩ ልክዕ ከም ኣራንሺ ምስ ኮነ ብጎዞሞ ይኸፍትዎ እሞ እቲ ፍረ ካብኡ ኣውጺኦም ኣብ ሓደ ቦታ ዘርጊሖም ክሳብ ዝነቅጽ ብቆጽሊ ባናና ይሽፍንዎ። ክሳብ ሸውዓተ መዓልታት ድማ ክበኩዕ ይጽበይዎ። ምስ ግዜ ምንዋሕ ከኣ መኣዛ እናፈጠረ ይመጽእ። እቲ ፍረ ካካዎ ምስ ተሰጥሐ እቶም ሰራሕተኛታት እናገንጸሉ ካብ ሰለስተ ክሳብ ሓሙሽተ መዓልታት ኣጸቢቑ ንኽነቅጽ ይገድፍዎ። ብዘይካ ብባህላዊ ኣገባብ ብመሳርሒ ገይሮም እውን ከንቅፅዎ ይኽእሉ እዮም ይኹን እምበር ብፀሓይ ዝነቐፀ ምስ ዝኸውን ዝመቀረ ጣዕሚ ይህልዎ ብድሕሪኡ ኣፅርዮም ስብርባር ኣልዮም ናብ ፋብሪካ የሰጋግርዎ ካብኡ ኣብ ዓብዪ ፎርኖ እናቐያየሩ ይቐልዎ እቲ ቅራፍ ተኣልዩ እቲ ዝተረፈ ፍረ ካካዎ ድማ ኣብ ጥቕሚ ይውዕል ሰለስተ ዓይነት ኣሰራርሓ ቸኮሌት እዩ ዘሎ። ዳርክ፣ ዋይት፣ ሚልክ ተባሂሉ ከኣ ይስራሕ። ዳርክ ቸኮሌት ሽኮር፣ ካካዎ ባተር ካካዎ ፈሳሲ ሓድሓደ ግዜ ቫኒልያን ሚልክ ቸኮሌት ሽኮር ካካዎ ባተር ጸባ ወይ ጸባ ሓርጭን ቫኒልያን ዋይት ቸኮሌት ከኣ ሽኮር ካካዎ ባተር ጸባ ጸባ ሓርጭን ቫኒልያን ኣለዎ ቾክሌት ብናዊ ሕብሪ ዝውንን ኮይኑ ክትበልዖ እንከለኻ ድማ ፍሉይ መቐረት ኣለዎ ካካዎ ከም ፈሳሲ፣ መመስርሒ ምቁር ሕብስቲ፣ መማቐሪ መግብን ድማ ንጥቀመሉ። ቸኮሌት ብሰባት ዝለዓለ ህቡብነትን ተፈታውነትን ዘለዎ ዓይነት መግቢ እዩ። ዝበዝሐ እዋን ንሕብስቲ፣ ንዶልሺ፣ ንምቁር ሕውስዋስ መግቢ፣ ንካራሜላ፣ ኣይስክሪም ንጥቀመሉ። ቸኮሌት ብዝተፈላለየ ቅርጽን ዓይነትን ከም ጊፍት ንባህላዊ በዓላት፣ ንፋሲካ፣ ክሪስማስ፣ መዓልቲ ፍቑራትን ከም እንቃቕሖ፣ ሳንቲም፣ ልቢ ዝመስል ተመስሪሖም ብቸኩሌት ይዳለዉ እዮም። ቸኩሌት ከም ዝሑልን ውዑይን መስተን እውን ይስራሕ እዩ። ብተወሳኺ ከም ኣልኮላዊ መስተን ጸባን ኮይኑ እውን የገልግል እዩ። ዋላ እኳ ቸኮሌት ኣብ ኣሜሪካ ፍሉጥ ዓይነት ምቁር መግቢ እንተኾነ ኣብ 21 ክፍለ ዘመን ሃገራት ምብራቕ ኣፍሪቃ ከም ጋና፣ ናይጀርያ ቀዳሞት ኣፍረይቲ ዓለምና ብምዃን ብስሳ ሚእታዊ ተሸፊነኖ ዘለዋ እየን። ኣብ ጋና ልዕሊ 2 ሚልዮን ቆልዑ ኣብ ሕርሻ ካካዎ ይሰርሑ። ብዝሒ ጉልበትን ዓቕሚ ሰብን ስለ ዝሓትት ቆልዑ ምሻጥ፣ ምስራቕን ጊላነትን ኣሸጋሪ ኮይኑ ይርከብ። ኣብ ሃገራት ምብራቕ ኣፍሪቃ ዋላ'ኳ እቲ ጸገም ተጣበቕቲ መሰል ቆልዑ እንተ ኣቃለልዎ፣ ዘየቋርጽ ድኽነት፣ ብብዝሒ ትምህርቲ ምብኳር፣ ብዙሕ ካካዎ ምድላይ፣ ጻዕቂ ናይ ካካዎ ሕርሻን ምስፋሕን ጫካ ምብራስን የኸትል ኣሎ። ከም ሳዕቤኑ ድማ ምብሕጓግ መሬትን ብዙሕ ፍርያምነት ዘይብሉ ሓመድ ምትራፍን ሓደ ካብቲ ኣሸጋሪ ኰይኑ ዘሎ'ዩ። ብዓለም ደረጃ ካካዎ ምፍራይ ትፍለጥ ኣይቨሪ ኮስት፣ ብብዝሒ ምሻጥን ቆልዑ ምስራቕን ትፍለጥ ሃገር እያ። ደቂ ሰባት ንካካዎ መዓስ ከም መግቢ ይጥቀሙሉ ከም ዝነበሩ ክሳብ ሕጂ ኣካታዒ ሕቶ ኮይኑ ኣሎ። ታሪኽ ከም ዝሕብሮ ቀደም ካካዎ ከም መስተ'ዮም ዝጥቀሙሉ ነይሮም እዩ ዝበሃል። እዚ ድማ ሰብኣይ ፍረ ካካዎ ሒዙ እንከሎ ተመራመርቲ ስነ-ጥንቲ ኣብ ቅርሲ ዝረኸብዎ ጭብጢ እዩ። ኣብ ሽሕን ሸውዓተ ሚእትን ሓምሳን ቅድሚ ልደተ ክርስቶስ ኣብ ቬራ ክሩዝ ሜክሲኮ ኣብ ጽምብል ካካዎ ከም መስተ ይጥቀሙሉ ነይሮም። ቅድሚ ክልተ ሽሕ ዓመት ሶፊን ማይክሎስን ኣብ ዘ ትሩ ሂስትሪ ኦፍ ቾኮሌት እትብል መጽሓፎም ቅድሚ ኣርባዕተ ሽሕ ዓመት ዓሌት ኣዝቴካውያን ከም መስተ ይጥቀሙሉን ዘኮትይዎ ከም ዝነበሩ ድማ ይፍለጥ። ኣብ ላቲን ኣሜሪካ ካካዎ ከም ገንዘብ እዮም ዝጥቀሙሉ ዝነበሩ። ማያን ኣዝቴክን ድማ ካካዎ ፍረ ኣብ ኣገዳሲ ጽምብል ይጥቀሙሉ ነይሮም። ምስ ምምጻእ ስጳኛውያን ግን ካካዎ መቐረቱ ክፍለጥ ግዜ ኣይወሰደን። ታሪኽ ከም ዝሕብሮ ኣብቲ ግዜ ናይ ኣዝቴክ ንጉስ ዝነበረ ንወራሪ ሄርኖ ኮርተዝ ምቁር ካካዎ ሃቦ። ንሱ ድማ ፈንፈኖ። ናቱ ገላዩ ግን ሽኮርን መዓርን ወሲኾም ንሃገሮም ወሰድዎ። ኣይጸንሐን ድማ ህቡብ መስተ ኮነ። ቸኮሌት ኣብ 18 ክፍለ ዘመን እቲ ዝበለጸን ንሃብታማት ኤውሮጳውያን ጥራይ ዘገልግል መስተዩ ነይሩ። ምስ ምምጻእ ኢንዳስትሪያል ሪቮሉሽን ህቡብነት ናይ ካካዎ ክዓቢ፣ ክምዕብል፣ ብብዝሒ ክዝራእን ጀመረ። ኣብቲ ሽዑ ግዜ ኣብ ኣውሮጳ ሕማም ብብዝሒ ነበረ፣ ሕጽረት ዓቕሚ ሰብ እውን ኣጋጠመ። ካብ ኣፍሪቃ ገላዩ ከም ዝኣትዉ ድማ ተገበረ። ምስ ምምጻእ ናይዞም ኣፍሪቃውያን ከኣ ኣብ ሽሕን ሸሞንተ ሚእትን ዓሰርተ ሓሙሽተን ዓመተ ምህረት ዝስተ ካካዎ ናብ ደረቕ ቸኮሌት ተሰጋገረ። ኣብ ሽሕን ሸሞንተ ሚእትን ኣርብዓን ሸውዓተን ዓመተ ምህረት ናይ ቾክሌት ካምፓኒ ብካካዎ ባተር ተመስርሐ። ኣብ ሽሕን ትሽዓተ ሚእትን ዕስራን ሰለስተን ማርስ ካምፓኒ ብጸባ ሓዊሶም ቾክሌት ክሰርሑ ከኣሉ። ብብዝሒ ክጥለብን ክህለኽን ድማ ጀመረ። ተደላይነቱ ኸኣ ካብ ዓመት ናብ ዓመት ወሰኸ። ክሳብ ሎሚ ድማ ብዝተፈላለየ ኣገባባት ክምስራሕ ክኢሉስ

ዚንክ፣ ፎስፈረስ፣ ምዃኑ ተመራመርቲ ዓውዲ ሕክምና ይነግሩ እዮም። ቸኮሌት ንመንፈስካ ምሕዳስን ሓንጎልካ ነፃ ምግባርን ዝለዓለ ተራ ኣለዎ። ብምንታይ እዩ ንሓንጎልና ዘሕድሶ ግን ክሳብ ሕጂ ኣካታዓ ኮይኑ ዘሎን ብሳይንሳዊ መንገዲ ዘይተረጋገፀን እዩ። ቆልዑ ምስ ቸኮሌት ፍሉይ ፍቕሪ እዩ ዘለዎም። ቸኮሌት ካብ ጭንቀትን ሓሳብን ከምኡውን ከም ምድዓዓሲ መግቢ ምዃኑ ተመራመርቲ ይገልፁ እዮም።